መዝሙር ዳዊት ምዕራፍ ቴስዓን ሓደን እግዚኣብሄር ሓላዊና እዩ፣ ኣብ ጸግዒ እቲ ልዑል ዝሓድር፣ ኣብ ጽላል እቲ ኵሉ ዝኽእል ይነብር። ንእግዚኣብሄር፣ ጸግዐይን ዕርደይን ዝውከሎ ኣምላኸይ ንስኻ ኢኻ ይብሎ። ንሱ ካብ መጻወድያ ሃዳናይ፣ ካብ ዘጥፍእ ፌራ ከናግፈካ እዩ፣ ብግልግልኡ ከጐልብበካ እዩ፣ ኣብ ትሕቲ ኣኽናፉ ኸኣ መጸግዒ ኽትረክብ ኢኻ። እሙን ስለ ዝዀነ ኪሕልወካን ኪከላኸለልካን እዩ። ካብቲ ብለይቲ ዘሰንብድ፣ ካብቲ ብመዓልቲ ዚውርወር ፍላጻ፣ ካብቲ ብጸልማት ዚቐዝፍ ፌራ፣ ካብቲ ብቐትሪ ዚቐትል ሕማም ኣይክትፈርሕን ኢኻ። ኣብ ጥቓኻ ሽሕ፣ ኣብ የማንካ እውን እልፊ ሞይቶም ኪወድቁ እዮም። ኣባኻ ግና ኣይክበጽሕን እዩ። ነቲ ኣብ ክፉኣት ሰባት ዝበጽሕ መስጣውን ብዕምትኻ ክትርኢ ኢኻ። ንእግዚኣብሔር መዕቆቢኻ ንልዕልውን መጸጊዕኻ ስለ ዝገበርካዮ እከይ ዘበለ ኣይክረኽበካን፣ ስቓይ እውን ኣብ ቤትካ ኣይክቐርብን እዩ። ኣብ እትኸዶ ዅሉ ክሕልወካ እግዚኣብሔር ንመላእኽቱ ክእዝዘልካ እዩ። ንሳቶም ከኣ እግርኻ ብእምኒ ኸይትዕንቀፍ በእዳዎም ክሕልዉኻዮም ኣብ ልዕሊ ኣንበሳን ተመንን ክትከይድ ሽደን ኣንበሳ መርዛም ተመንን ክትረግጽ ኢኻ እግዚኣብሄር ከምዚ ይብል ኣሎ ነቲ ብልቢ ዘፍቅረኒ ከናግፎ እየ ኣምላኽ ምዃነይ ስለ ዝፈለጠ ክሕልዎ እየ ክጽዋዕኒ ኸሎ ክምልሰሉ እየ ብጸበባ ምስኡ ክኸውን እየ ከናግፎን ከኽብሮን እየ፣ ነዊሕ ዕድመ ከጽጉቦ እየ፣ ምድሓነይ እውን ከርእዮ እየ። መዝሙር ዳዊት ምዕራፍ ቴስዓን ክልተን መዝሙር ምስጋና ንእግዚኣብሄር ምምስጋን ሰናይ እዩ። ኦ ልኡል እግዚኣብሄር ንኽብርኻ ምዝማር ሰናይ እዩ። ንግሆ ንግሆ ምሕረትካ ለይቲ ለይቲ እውን እሙን ምዃንካ ምዝንታው ሰናይ እዩ። ዓሰርተ ኣውታር ብዘለዎ በገና፣ ብጭራ፣ ብምውቃዕ መሰንቆን ንኣኻ ምምስጋን ሰናይ እዩ። ኦ እግዚኣብሄር፣ ብግብርታትካ ኣሐጐስካኒ ኢኻ እሞ፣ ብዛዕባ ተግባርካ ኣእዳውካ እልል ክብል እየ። ኦ ጐይታይ፣ ግብርኻ ክንደይ ዓቢ እዩ፣ ሓሳብካ ክንደይ ዓሚቝ እዩ! ዳንደ ኣይፈልጦን፣ ዓሻ እውን ኣየስተውዕለሉን እዩ። ክፉኣት ሰባት ከም ሳዕሪ እኳ እንተ ለምለሙ፣ ኵሎም ገበርቲ እከይ እንተ ዓምበቡ፣ ንሓዋሩ ኽጠፍኡ ምዱባት እዮም። ጐይታየ፣ ንስኻ ግና ንዘለኣለም ልኡል ኢኻ። ጐይታየ፣ እነዉ ጸላእትኻ፣ እነዉ ጸላእትኻ ኽጠፍኡ እዮም፣ ኵሎም ገበርቲ እከይ ክብተኑ እዮም። ግናኸ ንዓይ ከም ጎባዪ ሓያል ገበርካኒ፣ ብዘይቲ ሓጐስ ቀባእካኒ፣ ተጻረርተይ ክሰዓሩ ኸለዉ ብዓይነይ ረኣኹዎም፣ ጸላእተይ ክበኽዩ ኸለዉ ኸኣ ብእዝነይ ሰማዕኹዎም። ጻድቃን ከም ስየ ይልምልሙ፣ ከም ጽሕዲ ሊባኖስ ይዓብዩ። ንሳቶም ከምቲ ኣብ ቤት እግዚኣብሄር ዝተተኽለት ኦም ኣብ ኣጸድ ኣምላኽና ይልምዑ። ኣብ እርግነኦም ይፈርዩ፣ ለምለም ኰይኖም ይልምዑ። እግዚኣብሄር ጻድቕ እዩ፣ እግዚኣብሄር ከውሒ እዩ፣ ኣብኡውን ዓመጽ የልቦን ድማ ይብሉ። መዝሙር ዳዊት ምዕራፍ ቴስዓን ሰለስተን እግዚኣብሔር ንጉስ እዩ፣ እግዚኣብሔር ንጉስ እዩ፣ ግርማን ሓይልን ለቢሱ ኣሎ፣ ንዓለም ኣብ ጽኑዕ ስለ ዝሰረታ ኸኣ ኣይክትናወጽን እያ። ዙፋንካ ካብ ጥንቲ ጽኑዕ እዩ፣ ንስኻ ካብ ዘለኣለም ኢኻ። ጐይታየ፣ ማዕሙቕ ባሕርታት ተናወጹ፣ ባሕርታት ድምጾም ኣልዓሉ፣ ባሕርታት ህሞሞም ኣልዓሉ። እግዚኣብሄር ካብ ድምጺ ብዙሕ ማያትን ካብ ብርቱዕ ማዕበላት ባሕርን ኣዝዩ ዝበርትዐ ዀይኑ ኣብ ሰማይ ይነግስ። ሕግታትካ፣ ኦ እግዚኣብሄር፣ ኣዝዩ ዘለኣለማዊ እዩ፣ ቤት መቕደስካ ኸኣ ንዘለኣለም ቅዱስ እዩ። መዝሙር ዳዊት ምዕራፍ ቴስዓን ኣርባዕተን ኣምላኽ ፍትሒ ኣታ ሕነ እትፈዲ እግዚኣብሔር ኣምላኽ ኣታ ሕነ እትፈዲ ኣምላኽ ፍርድኻ ግለጽ ኣታ ፈራዲ ምድሪ ተንስእ ንዕቡያት ከም ግብሮም ፍደዮም ክሳብ መዓስ እዮም እቶም ሓጥኣን ጐይታየ ክሳብ መዓስ እዮም ሃጥኣን ክዕወቱ እዮም ዘረባ ድርቅና የፈልፍሉ ኵሎም ገበርቲ እከይ ይጀሃሩ ኣለዉ። ኦ እግዚኣብሄር፣ ንህዝብኻ ይቕጥቅጥዎም፣ ነቶም ናትካ ዝዀኑ የጨንቕዎም ኣለዉ። ንመበለትን ስደተኛን ይቐትሉ፣ ንዘኽታማት ከኣ ይሓርዱ ኣለዉ። እግዚኣብሄር ኣይርእየናን እዩ፣ ኣምላኽ ያእቆብ ከኣ ኣየስተብህልን እዩ ይብሉ ኣለዉ። ኣቱም ዓያሹ፣ መዓስ ኢኹም እትልብሙ? እቲ እዝኒ ዝፈጠረ ኣምላኽሲ ኣይሰምዕን ዶ ይመስለኩም? እቲ ዓይኒ ዝፈጠረ ኣምላኽሲ ዘይርኢ ዶ ይመስለኩም? እቲ ንኣህዛብ ዝግስጽ ዘይቀጽዕ ዶ ይመስለኩም? እቲ ንሰብ ዝምህር ፍልጠት ዘይብሉ ዶ ይመስለኩም? እግዚኣብሄር ንሓሳባት ሰብ ከንቱ ምዃኑ ይፈልጥ እዩ። ኦ እግዚኣብሄር፣ ንኽፉእ ሰብ ጕድጓዱ ክሳዕ ዝዅዓት፣ እቲ ካብ መዓልቲ መከራ ክተድሕኖ ኢልካ እትቆጽዖ ብሕግኻ እትምህሮ ሰብ ብጹእ እዩ። እግዚኣብሄር ንህዝቡ ኣይክድርብዮን እዩ፣ ነቶም ናቱ ኸኣ ኣይክሓድጎምን እዩ። ፍትሒ ኣብ ቤት ፍርዲ ክምለስ እዩ፣ ኵሎም ቅኑዓት ልቢ ክድግፍዎ እዮም። መን እዩ ኣብ ክንዳይ ኰይኑ ምስቶም ገበርቲ ኽፉኣት ዝተኸራኸረ? መን እዩ ኣብ ክንዳይ ኰይኑ ነቶም ዓመጸኛታት ዝቃወም? እግዚኣብሄር እንተ ዘይረድኣኒ ነይሩስ፣ ናብ ዓዲ ምዉታት ክኸይድ ቀሪበ ነይረ። ጐይታየ፣ እግረይ ኣንደልሃጽ ምስ በልኩ ምሕረትካ ደገፈኒ። ጓሂ ልበይ ኣብ ውሽጠይ ምስ በዝሐ ኣጸናናዕኻንን ኣሐጐስካንን። እቶም ብዓመጽ ዝፈርዱ መራሕቲ ምሳኻ ሕብረት የብሎምን። ንሳቶም ንጻድቕ ሓቢሮም ክፋእ ይኣልምሉ፣ ንንጹህ ሰብ ድማ ንሞት ይፈርድዎ። እግዚኣብሄር ግና ዕርዲ እዩ፣ ኣምላኸይ ድማ ከውሕም ዕቑብ እዩ፣ ብዓገቦም ክቖጽዖም እዩ፣ ብእከዮም ከኣ ከጥፍኦም እዩ፣ እግዚኣብሄር ኣምላኽና ከጥፍኦም እዩ። መዝሙር ዳዊት ምዕራፍ ቴስዓን ሓሙሽተን መዝሙር ምስጋና ንዑ ንእግዚኣብሄር ብሓጐስ ንዘምር፣ ንኸውሒ ምድሓና እልል ንበለሉ፣ ብምስጋና ኣብ ቅድሚኡ ንብጻሕ፣ ብመዝሙር እልል ንበለሉ እግዚኣብሄር ዓቢ ኣምላኽ እዩ ኣብ ልዕሊ ዅሎም ኣማልኽቲ ድማ ዓቢ ንጉስ እዩ። ማዕሙቕ ምድሪ ኰነ ምብራኽ ኣኽራን ኣብ ትሕቲ ግዝኣቱ እዩ። ባሕሪ ናቱ እዩ፣ ንሱ ፈጠሮ፣ ንቑጽ ምድሪ እውን ኣእዳዉ ገበርኦ። ንዑ ፍግም ኢልና ንስገደሉ፣ ኣብ ቅድሚ እግዚኣብሄር ኣምላኽና ንንበርከኽ፣ ንሱ ኣምላኽና እዩ፣ ንሕና ድማ ህዝቡ። መጓስየኡ ኢዱ ክትግብክበና ኣባጒዕ ኢና። ነቲ ሎሚ ንሱ ዝብሎ ስምዑ። ከምቲ ኣቦታትኩም ኣብ መሪባ፣ ከምቲ ሓደ መዓልቲ ኣብ ማሳ ኣብ ምድረ በዳ ልቦም ዘትረሩ፣ ልብኹም ኣይተትርሩ። ንሳቶም ሽሕ እኳ ነቲ ዝገበርኩሎም እንተ ረኣዩ፣ ፈተኑንን ተኸራኸሩን። ነቲ ወለዶ እቲ ኣርብዓ ዓመት ተቖጣዕኽዎ። ትእዛዘይ ዘይፈጸመ ዘይእሙናት ህዝቢ እዮም በልኩ። ስለዚ ኣብቲ ዕረፍቲ ዝርከበሉ ምድረይ ኣይክኣትዉን እዮም ኢለ ብኹራይ መሓልኩ። መዝሙር ዳዊት ምዕራፍ ቴስዓን ሽዱሽተን ኣምላኽ ልዑል ንጉስ እዩ። ንእግዚኣብሔር ሓድሽ መዝሙር ዘምሩ፣ ኣብ ምድሪ እትነብሩ ዅልኹም ንእግዚኣብሄር ዘምሩሉ፣ ንእግዚኣብሄር ዘምሩ፣ ኣመስግንዎ። መዓልቲ መዓልቲ ንሱ ከም ዘድሓነና ኣበስሩ። ክብሩ ኣብ ማእከል ኣህዛብ ንገሩ፣ ተኣምራቱ ኣብ ማእከል ኵሎም ህዝብታት ኣዘንትዉ። እግዚኣብሄር ዓቢ እዩ፣ ብዙሕ ምስጋና ኸኣ ዝግብኦ እዩ። ካብ ኵሎም ኣማልኽቲ ዝኸበረ እዩ። ኵሎም ኣማልኽቲ ኣህዛብ ኰንቱ እዮም። እግዚኣብሄር ግና ሰማያት ገበረ፣ ግርማን ክብርን ይኸቦ፣ መቕደሱ ኸኣ ብሓይልን ጽባቐን ምሉእ እዩ። ህዝቢ ዓለም ኩሉኹም ንእግዚኣብሄር ኣመስግንዎ፣ ክብርን ሓይልን ናቱ እዩ እሞ፣ ንእግዚኣብሄር ኣመስግንዎ። ነቲ ክቡር ስሙ እግዚኣብሄር ኣመስግንዎ፣ መስዋእቲ ሒዝኩም ናብ ቤት መቕደሱ እተዉ፣ እቲ ቕዱስ ዝዀነ እግዚኣብሄር ኪግለጽ ከሎ ስገዱሉ። ኣብ ዓለም ዘለኹም ኵልኹም ኣብ ቅድሚኡ ኣንቀጥቍጡ። ንኣህዛብ፣ እግዚኣብሄር ንጉስ እዩ። ንዓለም ኣብ ጽኑዕ ስለ ዝሰረታ ኣይክትናወጽን እያ፣ ንህዝብታት ከኣ ብቕንዕና ኺፈርዶም እዩ ኢልኩም ንገርዎም። ሰማያት ይተሓጐሱ፣ ምድሪውን ባህ ይበላ፣ ባሕርን ኣብኡ ዘሎን እልል ይበሉ። መረሮ ኣብኡ ዘሎ ኩሉ ባህ ይበሎ፣ ኩላቶም ኣእዋም ዱር ኣብ ቅድሚ እግዚኣብሔር እልል ክብሉ እዮም። ከመይ እግዚኣብሔር ንዓለም ክፈርድ ክመጽእ እዩ፣ ንህዝቢ ዓለም ብፍትሕን ብቕንዕናን ክፈርዶም እዩ። መዝሙር ዳዊት ምዕራፍ ቴስዓን ሸውዓተን ኣምላኽ ልዑል ገዛኢ እዩ፣ እግዚኣብሄር ንጉስ እዩ፣ ምድሪ ተሓጐሲ፣ እተን ብዙሓት ደሴታት ባህ ይበልክን፣ ደመናን ጸልማትን ይኸብዎ። ንሱ ብፍትሕን ብቕንዕናን ይፈርድ፣ ሓዊ ቀቅድሚኡ ይኸይድ፣ ኣብ ዙርያኡ ንጸላእቱ የንድዶም። መባርቑ ንዓለም የብርህ፣ ምድሪ ርኣቶ ተንቀጥቅጥ። እምባታት ኣብ ቅድሚ እግዚኣብሄር፣ ኣብ ቅድሚ እቲ ጐይታ ዅሉ ምድሪ ከም ስምዒ ይመኩ። ሰማያት፣ እግዚኣብሄር ጻድቅ ከም ዝኾነ ይእውጅ፣ ኵሎም ኣህዛብ ድማ ክብሩ ይርእዩ። ንምስልታት ዝሰግዱን ብጣኦታት ዝምክሑን ኵሎም ክሓፍሩ እዮም። ኵሎም ኣማልኽቲ ኣብ ቅድሚኡ ፍግም ይበሉ። ኦ እግዚኣብሄር፣ ህዝቢ ጽዮን ሰሚዖም ተሓጐሱ፣ ከተማታት ይሁዳ እውን ብዛዕባ ፍርድኻ ሰሚዐን እልል በላ። ከመይ ኦ እግዚኣብሄር፣ ንስኻ ኣብ ልዕሊ ዅሉ ምድሪ ልዑል ኢኻ፣ ካብ ኵሎም ኣማልኽቲ ኣዚኻ ዝለዓልካ ንስኻ ኢኻ። እግዚኣብሄር ነቶም እከይ ዝጸልኡ የፍቅሮም፣ ንቕዱሳኑ ይሕልዎም፣ ካብ ኢድ ክፉኣት ሰባት የናግፎም። ብርሃኑ ንጻድቃን የብርሃሎም፣ ደስታ ኸኣ ንልቢ ቕኑዓት መለኦ። ኣቱም ጻድቃን፣ ብእግዚኣብሄር ተሓጐሱ፣ ንቕዱስ ስሙ እውን ኣመስግንዎ። መዝሙር ዳዊት ምዕራፍ ቴስዓን ሸሞንተን ኣምላኽ ንጉስ ዓለም እዩ እግዚኣብሔር ተኣምራት ገይሩ እዩ ብሓይሉን ብቅዱስ ቅልፁምን ከዓ ዓወት ረኺቡ እዩ እሞ ሓዱሽ መዝሙር ዘምርሉ እግዚኣብሔር ዘድሕን ሓይሉ ኣፍለጠ ፅድቁ ኣብ ቅድሚ ኣህዛብ ገለፀ እሙን ስለ ዝኾነ፣ እቲ ንደቂ እስራኤል ዘተስፈዎም ምሕረት ፈጸመ። ኣብ ምድሪ ዘለዉ ኵሎም ህዝቢ ኸኣ እቲ ዘድሕን ሓይሊ ኣምላኽና ረኣዩ። ኣቲ ምድሪ ዅልኺ፣ ንእግዚኣብሄር እልል በሉሉ፣ ብሓጐስ እልል በሉሉን ኣመስግንዎን። ንእግዚኣብሄር ብመሰንቆ ኣመስግንዎ፣ እወ ብመሰንቆን ብደሃይ በገናን ኣመስግንዎ፣ እምብልታን መለኸትን ንፍሑሉ፣ ኣብ ቅድሚ እግዚኣብሄር፣ ኣብ ቅድሚ ንጉስ እልል በሉ። ባሕርን ኣብኡ ዘሎ ኩሉ ድምጺ ይሃብ፣ ዓለምን ኣብኡ ዝነብሩ ኩሎም ከኣ ይዘምሩ። ወሓይዝ ኣእዳውኩም ኣጣቕዑ፣ ኣኽራን ከኣ ሓቢርኩም ኣብ ቅድሚ እግዚኣብሄር ብሓጎስ ዘምሩ። ከመይ ንምድሪ ክፈርዳ ክመጽእ እዩ፣ ንሱ ንዓለም ብጽድቂ ንኣህዛብ እውን ብቕንዕና ክፈርዶም እዩ። መዝሙር ዳዊት ምዕራፍ ቴስዓን ትሽዓተን ኣምላኽ ልዑል ንጉስ እዩ፣ እግዚኣብሔር ንጉስ እዩ፣ ኣህዛብ ይረዓዱ፣ ንሱ ኣብ ዝፋኑ ኣብ ኪሩቤል ይቕመጥ፣ ምድሪ ተንቀጥቀጥ። እግዚኣብሔር ኣብ ጽዮን ዓቢ እዩ፣ ኣብ ልዕሊ ዅሎም ኣህዛብ እውን እዩ፣ ንሱ ቅዱስ እዩ። ነቲ ዓብይን ዘፍርሕን ስሙ የመስግንዎ። ቅንዕና እትፈቱ ሓያል ንጉስ ኢኻ፣ ንስኻ ቅንዕና ገበርካ፣ ፍትሕን ጽድቅን ኣብ እስራኤል ኣምጻእካ። ንእግዚኣብሄር ኣምላኽና ኣመስግንዎ፣ ንሱ ቅዱስ እዩ እሞ፣ ኣብ ቅድሚኡ ዝፋኑ ስገዱ። ሙሴን ኣሮንን ካህናት ነበሩ፣ ሳሙኤል ከኣ ሓደ ኻብቶም ስሙ ዝጽውዑ ነበረ። ንሳቶም ናብ እግዚኣብሔር ተማህለሉ፣ ንሱውን መለሰሎም። ንሱ ብዓንዲ ደመና ተዛረቦም፣ ንሳቶም ከኣ ነቲ ዝሃቦም ትእዛዛቱን ሕጋጋቱን ሓለዉ። እግዚኣብሔር ኣምላኽና ንስኻ መልስካሎም፣ ስለ ኽፉእ ግብሮም እኳ እንተ ቐጻዕኻዮም፣ ሓጢኣት እትሓድግ ኣምላኽ ምዃንካ ገለጽካሎም። ንእግዚኣብሔር ኣምላኽና ኣመስግንዎ፣ እግዚኣብሔር ኣምላኽና ቅዱስ እዩ እሞ፣ ኣብ ቅዱስ እምባኡ ስገዱ። መዝሙር ዳዊት ምዕራፍ ሚእቲ መዝሙር ምስጋና ኣብ ምድሪ እትነብሩ ዅልኹም ንእግዚኣብሄር እልል በልሉ፣ ንእግዚኣብሄር ብሓጐስ ተገዝእዎ፣ እልል እናበልኩም ናብኡ ምጹ። እግዚኣብሄር ኣምላኽ ምዃኑ ፍለጡ፣ ንሱ ፈጠረና፣ ንሕና ናቱ ኢና፣ ንሕና ህዝቡ ኣባጊዕ መጓሲ ኢና። ኣብ ደጌታት ቤት መቕደሱ ብምስጋና ኣብ ኣጸዱ እውን ብውዳሴ እተዉ፣ ኣመስግንዎ፣ ንስሙ ኸኣ ባርኹ። እግዚኣብሄር ሰናይ እዩ፣ ምሕረቱ ኸኣ ዘለኣለማዊ እዩ፣ እሙን ምዃኑ ድማ ንውሉድ ወለዶ ይነብር።